እዞም ክልተ ኣንበሳ ኣበይ ትዝክሮም እዞም ክልተ ኣንበሳ ረኣዩ ክልተ ኣንበሳ ኣብ ከተማ ባፅዕ ትዝክሮ ከተማ ባፅዕ ከተማ ባፅዕ ረኣዩ ኣብ ጥዋለት ውሽጢ ባፅዕ ትኣቱ ከለኻ ክልተ ኣንበሳ ኣለዋ እዘን ክልተ ኣንበሳ መዘከርታ እየን። እዚኣ ከዓኒ መዘከርታ ናይታ ቤት ፍርዲ እያ እዚኣ እዚኣ ናይቶም ዓመፀኛታት እትፈርድ ሴፍ ሒዛ ዘላ ሰበይቲ ዓይና ተዓሚታ ሪኹም ኣለኹ ኣብ መንጎ ክልተ ኣንበሳ ባንዴራ እስራኤል ኣርማ እዚኣ ፍልይቲ እያ ካብ ሙሉእ ዓለም ባንዴራ እስራኤል ማለት እዩ ኣብ ኢዳ ሴፍ ዓቲራ በትሪ ተቐኒታ ዘላ ማለት እዩ ናይ ኣደ ማለት እዩ እዚ ካልኣይ እዚ ሚዛን ኣብ ኢዳ ሒዛ ኣላ ኣብ ኢዳ ሚዛን ሒዛቶ ዘላ ከዓኒ ሚዛናዊ ናይ ፍርዲ ዘርእየካ ማለት እዩ ራብዓይ ኣቋምኣን ኣረጋግፅኣን ናይ ኣዴታት ኣለባብሳ ርእዩ ናይ ኣዴታት ኣለባብሳ ልክዕ እያ ለቢሳቶ ዘላ ዓይና ጋ ተዓሚታ ማለት እዩ ናይ ደቃ ጓሂ ናይዚ ባንዴራ ኣርማን ናይዞም ክልተ ኣንበሳን ርእዩ ናይዘን ክልተ ኣንበሳን እዚ ኤስቢ ግሩፕ ዝብል ጽሑፍ ኣሎ ኣስተውዕሉ ሕጂ እሶም ከኣ መስተውዓልትን ለባማትን ጥበበኛታን ኩኑ ንብለኩም ኩሉ ግዜ ብኸምዚ ኢና ጌርና ንምህረኩም ማለት እዩ ኣብ ከተማ ባጽዕ ደብዳብ ዝነበረሉ ግዜ የዘክረካ ናይ ቀደም ማለት እዩ ህዝቢ ኤርትራ ብዙሕ ጭቆናን ክንደይ ድብደባን ከም ዘሕለፈ ርኢና ኢና። ካልኣይ ከኣኒ ኣብዚ ናይ ታሪኽ ህይወት ናይ ህዝቢ ኤርትራ ናይ ብምሉእና ኣፍሪቃውያን ታሪኽ እዩ። እዚ ናይ በይንኻ ታሪኽ በይንኻ ናጽነት ጨቢጥና ኢና ኢልካ ምስ ኣምሓራ ምግጫው ግን እዚ ግቡእ ኣይኮነን። ኣምሓሩን ኤርትራውያንን ኩሎም ዋላ እዞም ሱዳን ብሙሎም ኣፍሪቃውያን እዮም ብሙሎም ኣፍሪቃውያን ምስ ጥልያን ምስ ተቃለሱ ድሕሪኡ እዚ ስለያ ኣብ ውሽጢ ኣትዩ ከም በዓል መለስ ዜናዊ ኮይኖም ስለያ ኣትዮም ኣብ ውሽጢ ሃገርና ክባታትኑዋ ከለዉ እዚኦም ሰበስልጣናት ተመሲሎም ዓበይቲ ንዓና ድመርሑና ተመሲሎም ንዓና ሒዞምና ዝጠፍኡ ዘለው ነዚኦም ከተስተውዕልሎም ኣለኩም እዞም ተዃሉ ማለት እዩ ነዚኦም ድሕር ኣስተውዕልኩምሎም ቀሊል መንእስያት ኩልኹም ክትቅይስዎ ትኽእሉ ኢኹም ዋላቶም ለባማት ትበሃሉ ነዚ ነገር እዚ ኩሉ ይፈልጥዎ እዮም የስተውዕልዎ እዮም እቲ ዘስተውዕል ኩሉ ግዜ የንብብ ዝብል ፅሑፍ ኣሎ እቲ ዘስተውዕል የንብብ ረዩ እዘን ክልተ ኣንበሳ ኣብ ከተማ ባጽዕ ነጊረኩም እየ ኣብ ቤተ መንግስቲ ዝነበረ ናይ ቀደም ኣብ ጥቓ ኣፍደገ ወደብ ዘሎ ጥዋለት እዚኣ ምስሊ ከዓኒ ቅርጺ ናይ ሰበይቲ ኮይና ሓወልቲ ተተኺሉላ ኣሎ ሓወልቲ ተተኺላ ሪኢኹማ ኣለኹም ማለት እዩ ነዚ ሕጂ ኣስተውዕልዎ ከይትጋገዩ ኢሰያስ ወልደሚካኤል ጎይትኦም ኢለ ጽሒፈልኩም እየ ካሊእ ተወሳኺ ኣብጽኻ እንዳ ጉሓፍ ኣሎ እንዳ ጉሓፍ ኣሎ እግዚኣብሄር እንተተመሊስኩም ናብ ጽቡቅ ጽቡቅ እዩ ኣብዚኻ ሰማያዊት ኣላ ንለትኩም ቀጠልያ ራምዞር ኣላ ማለት እዩ መብራህቲ መካይን ውን ሓልፋ ኣለዋ መካይን ሓልፋ ኣለዋ ሰራሕተኛታት ከሎ ኦቶቡስ ውን ትሓልፍ ኣላ ራይ ራይ ሪኢኹም ኣለኹም ሕጂ ሪኢኹሞ እዚ ብምሉ ብምሉ ሪኢኹሞ ብምሉ ሰኒድና ኣለና ማለት እዩ። ተሰኒዱ ዘሎ ኣብዚ ከዓ እታ ድኳን ዓርክና ንኣትወላ ኢና ኣብዛ ቤተክርስትያን ኣፍ ደገ ከዓኒ እታ ጓል ዝተመለሰትላ እያ እንዳ ቤተክርስትያን ለቫንዳ ዓሰርተ ሽዱሽተ ለቫንዳ ዓሰርተ ሽዱሽተ ተልኣቪብ ካብታ ቤተክርስትያን ዝተመለሰትላ ከዓኒ ንለትኩም እዚ ጎደና ማለት እዩ እዚ ጎደና ረኣይዎ ከይትርስዕዎ እዚ ጎደና እዚ ረኣይዎ ረኣይዎ እዚ ጎደና እዚ ብምሉእ ረኣይዎ እዚ ብምሉእ ትፈልጥዎ ኢኹም ካላስ ካልእ ዝተረፈ ህይወትና እዚኤን ክልተ ኣንበሳ ግን ኣብ ከተማ ባፅዕ ከለኹ ቆልዓ ከለኹ ደብዳብ እንዳተገበረ ውግእ እንዳተገበረ ከለኹ ዝረኣኹ ወይ ኣነ ብንእሽተይ ከለኹ ዝሕባእ ነገር የለን ማለት እዩ ተሓቢኦም በዓል መናይ ቀዳይ ሚኒስተር መለስ ዜናዊ ካልእ ኢሳያስ ኣፈወርቂ ገለ ተባሂሎም ኤርትራን ኢትዮጵያን ኢሎም ነቲ ሃገር ሱዳን ኢሎም ሃገር ድባታታትኑ ንሶማል ዝባታታትኑ ግን እዚኦም ከኣ ረኣይዎም ተዓዘብዎም ለባማት ኩኑ ቻው ርሑስ ቅንያት ይግበረልና እግዚኣብሔር ፈጣሪ ንሃገርናን ንህዝብናን ይሓልወልና ቻው።